ኣብ ኤርትራ ንኢቦላ ዝምችእ ሃዋሁ ከምዘየለ እንተኾነ ግን ህዝቢ ንቕሓቱ ኣበሪኹ ምክትታሉ ከዛይድን ልዑል ጥንቃቐ ክገብርን ኣብ ሚንስትሪ ጥዕና ዳይሬክተር ምቁጽጻር ተመሓላለፍቲ ሕማማት ዶክተር ኣርኣያ ብርሃነ ኣዘኻኺሮም። ከባቢና፣ ክሊማና፣ ንቕሓትናን ባህልናን ንሕማም ኢቦላ ዝዕድምን ዝምችእን ኣይኮነን ዝበለ ዶክተር ኣርኣያ፣ እቲ ሕማም ክሳብ ሕጂ ኣብ ሃገራት ጊኒ ኮናክሪ፣ ሰራልዮን፣ ላይበርያን ናይጀርያን ጥራይ ተሓጺሩ ምህላዉ፣ እተን ሃገራት ድማ ምስ ኤርትራ ዘዳውብ ኮነ ቀጥታዊ ርክብ ስለ ዘይብለን ዛጊት ዘሰክፍ ኩነታት ከም ዘየለ ኣብሪሁ። እቲ ሕማም ኣብ ሃገርና ንከይኣቱን ብኣጋ ንምክልኻሉን ሚኒስትሪ ጥዕና ኣብ መዓርፎ ነፈርቲ ብግቡእ ምክትታል ብምግባር ንሰብ ሞያ ጥዕና ግቡእ ፍልጠትን መሳርሒታትን ንምዕጣቕ ብዕቱብ ይቕጽልዎ ከም ዘሎ ዝተጠርጠረ ተርእዮታት ናይቲ ሕማም ምስ ዝኽሰት ድማ እቲ ሕሙም ዝዕቀበሉ መወሸቢ ቦታ ኣዳልዩ ምህላዉ ኣረዲኡ። ቀንዲ ጠንቂ ሕማም ኢቦላ ቫይረስ ምዃኑ ዝጠቐሰ ዶክተር ኣርኣያ፣ ምልክታቱ ረስኒ፣ ሕማም ርእሲ፣ ብርቱዕ ቅርጥማት፣ ረሸሽ ዘብል ድኻም፣ ዴም ዘይብሉ ውጽኣት፣ ተምላስ፣ ቅርጸትን መድመይቲ ኣብ ዝተፈላለየ ኣካላትን ኮይኖም ቀንዲ ንመልከፍቲ ዝተቓልዑ ድማ ብቐዳማይ ደረጃ ኣለይትን ናይ ቀረባ መቕርብን ናይቲ በቲ ሕማም ዝተለኽፈ ብኻልኣይ ደረጃ ሰብ ሞያ ጥዕና ብሳልሳይ ደረጃ ድማ በቲ ሕማም ተጠቒዑ ናይ ዝሞተ ሰብ ሬሳ ብዘይግቡእ መከላኸሊ ዝገንዙ ከምዝኾኑ ኣነጺሮም። ነዚ ሓደገኝነቱ እናዓበየ ዝመጽእ ዘሎ ሕማም ንምቁጽጻር ኣብ ዝተፈላለያ ሃገራት ፈተነታት መድሃኒታትን ክታበታትን ይካየድ እኳ እንተሎ፣ ዛጊት ግን ብወግዒ ዝተፈልጠ መድሃኒት ኮነ ክታበት ከምዘይብሉ ሓቢሮም። ኣብ ሚኒስትሪ ጥዕና ዳይሬክተር ምቁጽጻር ተመሓላለፍቲ ሕማማት ዶክተር ኣርኣያ ብርሃነ መወዳእታ፣ ኣብ ሃገርና ይኹን ጎረባብትና ሃገራት ዘስክእ ኩነታት ስለዘየለ፣ ህዝቢ ካብ ቤላቤለው ርሒቑ ካብ ስግኣትን ጥርጣረታትን ነጻ ክኸውን ጸዊዖም።
ስፖርታዊ ዓቕሚ ቆልዑናን መንእሰያትናን ንምፍታሽን ንምብራኽን ብቐንዱ ድማ ኣካላዊ ብቕዓቱ ዝተረጋገጸ ጥዑይ ዜጋ ንምኹስኳስ በብከባቢኡ ጻዕርታት ይካየድ ኣሎ። ነዚ ዝዓለመ ነበርቲ ንኡስ ዞባ በርህ ዋዕላ ኣካይዶም ኣለዉ። ብዛዕባዚ ወኪል ኤሪና ናዝሬት በይን ንዘዳለወቶ ጸብጻብ ፍረወይኒ ፍጹም ከተቕርቦ'ያ።
ነበርትን ወነንቲ ትካላትን ዝተሳተፍዎ ዋዕላ ኣብ ዕስራን ኣርባዕተን ነሓሰ ኣብ ኣዳራሽ ምምሕዳር ዞባ ማእከል ተቓንዩ። ኣመሓዳሪት ንኡስ ዞባ በሪኽ ወይዘሮ ልኡል ኣስራት ኣብ ዘስመዐቶ ቃል፣ ስፖርት ህዝባውን ኮማውን ሰረት ሒዙ ንክቕፅል ንቕሓትን ተራን ህዝቢ ክብ ንምባል ክስራሓሉ ከምዝግባእ ብምሕባር፣ እቲ ዋዕላ ኩነታት ስፖርት እቲ ንኡስ ዞባ ብምግምጋም ንዝበለፀ ስራሕ ንምብጋስ ክሕግዝ ዘለዋ ፅኑዕ እምነት ገሊፃ። ወይዘሮ ልኡል ኣስዒባ፣ ኣብቲ ንኡስ ዞባ ተወዳደርትን ብቑዓትን መንእሰያት ንምፍራይ ኩሎም ኣካላትን ኮሚቴታት ስፖርትን ብዝሓየለ ክሰርሑ፣ ወለዲ ድማ ደቆም ንምትብባዕ ከካይድዎ ዝጸንሑ ንጥፈታትን ናብዮትን ብዝለዓለ ክቕጽልዎ ኣዘኻኺራ። ኣቦ ወንበር ስፖርት ንኡስ ዞባ በሪኽ ኣቶ ረዘነ ጳውሎስ ኣብ ዘቕረቦ ጸብጻብ፣ ኣብቲ ንኡስ ዞባ ኣስታት ክልተ ሚእትን ሱሳን ስፖርታውያን መንእሰያት ከምኡ'ውን ሽዱሽተ ሚእትን ሓምሳን ትሽዓተን ኣብ ግራስሩት ዝሰልጠኑ ቆልዑ ከምዘለዉ ብምምልካት፣ ተሳትፎ ደቂ ኣንስትዮ ኣብ ኩሉ ዓይነት ስፖርት ዝምስገን ከምዝነበረ፣ እዚ ድማ ውጽኢት ናይቲ ወለድን ስድራቤት ስፖርታውያንን ዘካይድዎ ጻዕሪ ምዃኑ ነጺሮም። ሓያላት ተወዳደርቲ ስፖርተኛታት ንምፍራይ ኣብ ዝሰላሰል ስራሕ፣ ኣበርክቶ ህዝቢ ብሓፈሻ ሰብ ጸጋ ድማ ብፍላይ ቀሊል ከምዘይኮነ ዝጠቐሰ ኣቶ ረዘነ፣ ኣድማዒ ሰረት ዘለዎ ስፖርት ህጻናትን መንእሰያትን ንምምዕባል ሞራልን ገንዘባውን ደገፍ ክብርኽ ኣዘኻኺሮም። ኣብ መወዳእታ ተሳተፍቲ፣ ምምዕባል ስፖርት ኣብ ንቕሓት ህዝቢ ከምዝምርኮስን፣ ስፖርት ኣብ ህንፀት ጥዑይ ወለዶ ዘለዎ ኣስተዋፅኦ ልዑል ምዃኑ ብምግንዛብ ንመማዕበሊ ስፖርታዊ ንጥፈታት ናይቲ ንኡስ ዞባ ዝውዕል ኣስታት ክልተ ሚእቲ ሽሕ ናቕፋ ወፍዮም።
ሃብታም ትሕዝቶ ፕሮቲን፣ ኣሚኖ ኣሲድ፣ ካርቦሃይድሬትን ካልእ ማዕድናትን ዘለዎ ቃንጥሻ ህዝቢ ኣፍልጥኡ ክብ ኢሉ ከም መግቢ ከዘውትሮ ጉጅለ ኣፍረይቲ ቃንጥሻ ክንቀሳቐስ ጀሚሩ ኣሎ። ነዚ ኣመልኪቱ ወኪል ኤሪ ናብ ዞባ ማእከል ዮናታን የዕብዮ ንዘዳለዎ ጸብጻብ ኤልሳ ተስፋማርያም።
ቃንጥሻ ልዑል መኣዛዊ ትሕዝቶ ስለ ዘለዎ፣ ህዝቢ ኣፍልጥኡ ዓብዩ ከም መግቢ ከዘውትሮ ከም ዝግባእ፣ ኣባል ማሕበር ሕርሻዊ ንግዲ ደቂ ኣንስትዮ ኤርትራን ጉጅለ ኣፍረይቲ ቃንጥሻን ወይዘሮ ኣብርሀት ሃብተገርግሽ ኣዘኻኺራ። ንዕላማን ኣመሰራርታን ጉጅለ ኣፍረይቲ ቃንጥሻ ኣመልኪታ ንኤሪና ኣብ ዝሃበቶ ሓበሬታ ወይዘሮ ኣብርሀት፣ እቲ ጉጅለ ኣብ ትሕቲ ጽላል ሚንስትሪ ሕርሻ ከም ዝነጥፍ ጠቒሳ፣ ዕላምኡ ድማ ነቲ ሃብታም ትሕዝቶ ፕሮቲን፣ ኣሚኖ ኣሲድ፣ ካርቦሃይድሬትን ዝተፈላለየ ማዕድናትን ዘለዎ ከምኡውን ሕማማት ናይ ምክልኻልን ምጽዋርን ዓቕሚ ዘለዎ ቃንጥሻን ኣገባብ ልምዓቱን ንምልላይ ምዃኑ ኣረዲኣ። ብሓፈሽኡ ቃንጥሻ ኣብ ሃገርና ኣብ በረኻታት ናይ ሃገርና እዩ ዝበቁል ነይሩ። ዘቤታዊ ቃንጥሻ ዝበሃል ስሳዕ ሕጂ ኣይነበረናን፣ ኣብ ዓለም ግን ኣዝዩ ተስፋሕፊሑ እዩ ዝርከብ። እዚ ጥዕንኡ ብጥዕንኡ ሃብታም ዝኾነ መግቢ እዚ ኣብ ሃገር ክተኣታቶ ስለ ዘለዎ ግን ንሕና ነዚ ኣፍሪና ኣብ መሸጣ በቒዕና ኣለና ማለት እዩ። ንሕና።
ንቕሓትን ኣፍልጦን ህዝቢ ንምብራኽ ሚኒስትሪ ሕርሻን ባህላዊ ጉዳያት ህግደፍን ብዝኸፈቱልና ዕድል ፍርያትና ኣብ ሃገራዊ ፈስቲቫል ንህዝቢ ከነላሊ በቒዕና ዝበለት ወይዘሮ ኣብርሀት፣ ኣብ ቀጽሪ ኤክስፖ ብቓንጥሻ ዝተሰርሐ ቅልዋ፣ ፓኒኖ፣ ቀይሕ ጸብሕን ስጎን ብርትዓዊ ዋጋ ከምዘቕረባ ብምሕባር፣ ካብ ነጋድያን ዘተባብዕ መልሲ ዕንጋለ ከምዝረኸባ ገሊጻ። ጥዑይ መግቢ ስለዝኾነ ኣብ ሃገር ክተኣታቶ ኣለዎ ኢልና ንሕና ጀሚርናዮ ማለት እዩ እና ኣብ ትሕቲ ሚኒስትሪ ሕርሻ ኢና ኣብ ፅላል ሚኒስትሪ ሕርሻ ኮይና ኢና ንነጥፍ ሕጂ ክሳብ ሕጂ እውን ብደገፍ ናይ ሚኒስትሪ ሕርሻ ስልጠና ወሲድና ተማሂርናዮ ግብራዊ ትምህርቲ ወሲድና ኣፍሪና ኣብዚ ግዜ እዚ ኣብ ዕዳጋ ከነቕርብ ክንሸይጥ በቒዕና ኣለና። ተጠቀምቲ ኣብ ዝሃብዎ ርኢቶ፣ ቅድሚ ሕጂ ኣብ ምምጋብ ቃንጥሻ ዝነበረ ኣፍልጦኦም ድሩት ምንባሩ ጠቒሶም፣ ሎሚ ግን ቃንጥሻ ካብ ካልኦት ዓይነታት መግቢ ፈሊኻ ክረኣ ከምዘይክእል ብምምልካት፣ ኩሉ ሕብረተሰብ ከዘውትሮ ተላብዮም። ብጣዕሚ ጽቡቕ ዓቢ ኣድህቦ ተገይርሉ ብሓደ ከም ሕርሻ ብመንግስቲ ድዩ ወይ ከኣ ብኻልእ ነገራት ተገይሩ ውጽኢታዊ ምዃኑ ከኣ ነቲ ህዝቢ ከእምንዎ ክእሉ ኣለዎም ህዝቢ ክጥዕሞ ኣለዎ ምስ ጠዓምካዮ ኢኻ ዝኾነ ነገር ክትፈጥር ከምዚ ከማይ ኩሉ ሰብ እንተ ዝጥዕሞ ነይሩ ኣኣብ ገዝኡ ከማን ከብቁላም ናይ ምጸልኣን ነይሩ ክብል ይኽእል።
ኣብ ንኡስ ዞባ ኣስማጥ ዝነጥፉ ወለንታውያን ሓካይም ተሃድሶ ዓዲ ጥዕና ህዝቢ ንምሕላው ብሓፈሻ፣ ኣብ ክንክን ጥዕና ኣደን ህጻንን ድማ ብፍላይ ዝገብርዎ ዘለዉ ኣበርክቶ ውጽኢታዊ ብምዃኑ ዝያዳ ክድፋኣሉ ሓላፊ ኣብ ንኡስ ዞባ ኣስማጥ ዝነጥፉ ወለንታውያን ሓካይም ተሃድሶ ዓዲ፣ ጥዕና ህዝቢ ንምሕላው ብሓፈሻ፣ ኣብ ክንክን ጥዕና ኣደን ህጻንን ድማ ብፍላይ ዝገብርዎ ዘለዉ ኣበርክቶ ውጽኢታዊ ብምዃኑ ዝያዳ ክድፋኣሉ ሓላፊ ማእከል ጥዕና እቲ ንኡስ ዞባ ኣቶ ሙሉእ በይነ ኣዘኻኺሩ። ኣብቲ ንኡስ ዞባ ዝርከባ ትካላት ጥዕና ኣብዚ ዓመት'ዚ ንዘሰላስለኦ ንጥፈታት ንምግምጋም ኣብ ሓውሲ ከተማ ኣስነዳ ኣብ ዝተኻየደ ኣኼባ፣ ኣቶ ሙሉ ኣብ ዘቕረቦ ጸብጻብ፣ ኣብ ዝሓለፈ ሽዱሽተ ወርሒ ኣብ ንኡስ ዞባ ኣስማጥ ዝተራእየ ፍሉይ ሕማማት ከም ዘይነበረ፣ እቲ ካልእ ልሙድ ሕማማት ድማ በቢ ዝመጾ ከም ዝተፈወሰ ሓቢሩ። ብዘይ ውሑስ ንጥፈታት ባህላዊ ዕደና ዝኽሰት ሉ ዝተባህለ ሕማም ኣብ ዝሓለፈ ሰለስተ ዓመታት ኣብቲ ንኡስ ዞባ ብብዝሒ ከም ዝተራእየ፣ ንምፍዋሱ ድማ ብዙሕ ግዜን መድሃኒትን ከም ዝወስድ ብምሕባር፣ ህዝቢ ንሓደገኛነት ያታዊ ዕደና ተገንዚቡ ጥንቃቐ ክገብር፣ በዚ ሕማም ዝተጠቕዐ ከኣ ብቕልጡፍ ናብ ትካላት ጥዕና ከይዱ ክሕከም ኣተሓሳሲቡ። ሓላፊ ምምሕዳርን ፋይናንስን ንኡስ ዞባ ኣስማጥ ኣቶ ዮውሃንስ ኣስፍሃ ድማ፣ እቲ ብትካላት ጥዕና ዝቐረበ ገምጋም ንጥፈታት ንዝያዳ ስራሕ ዝድርኽ ምዃኑ ጠቒሱ፣ ሰብ ሞያ ጥዕና፣ ጥዕና ሕብረተሰብ ንምሕላው ንዝገብርዎ ዘለዉ ተወፋይነት ብምምስጋን፣ ንዝበረኸ ውጽኢት ምምሕዳር ንኡስ ዞባ ካብኡ ዝሕተት ምትሕብባር ክገብር ምዃኑ ኣረጋጊጹ። ተሳተፍቲ ኣብ ዝሃብዎ ሪኢቶ ኣብ ምምሕዳራት ከባቢ ሃውሽ፣ ሸጋልን ኤራን መደበራት ጥዕና ክህነፃ፣ ኣብ ሸሞንተ ምምሕዳራት ከባቢ ድማ ምስቲ ዘለወን ራሕቂን ሽግር መጓዓዝያን ሓንቲ ኣምቡላንስ ኣእኽልቲ ስለዘይኮነት ኣቓልቦ ክግበረሉ ተላብዮም።
ነበርቲ ምምሕዳራት ከባቢ ፍትሕን ሲሲማን ንኡስ ዞባ ባረንቱ ብዝናብ ተባሕጒጉ ንምንቅስቓስ ተሽከርከርቲ ኣፀጋሚ ኮይኑ ንዘሎ መስመር ባረንቱ ኣሹሺ ከፊላዊ ምትዕርራይ ንምግባር ወፈራ የካይዱ ኣለዉ። ወፋሩ ንኤሪና ኣብ ዝሃበዎ ርኢቶ፣ ዘካይድዎ ዘለዉ ወፈራዊ ማእቶት ንረብሐኦም ምዃኑ ተገንዚቦም ጎኒ ጎኒ ክረምታዊ ንጥፈታቶም ብትግሃት የሰላስልዎ ከምዘለዉ ብምጥቃስ ብዘካይድዎ ዘለዉ ስራሕ ኣብ ምንቅስቓስ ተሽከርከርቲ ከፀግም ዝፀንሐ መስመር ተዓርዩ ኣገልግሎት ክህብ ልዑል እምነት ከምዘለዎም ገሊፆም። እቲ ወፈራ መቐጸልታ ናይቲ ኣቐዲሞም ከሰላስልዎ ዝጸንሑ መደባት ልምዓት ምዃኑ ብምሕባር ድማ፣ ብኽራማት ዝተበላሸወ መስመራት ኣብ ዕለታዊ ምንቅስቓሳቶም ኣሉታዊ ጽልዋ ስለዘኸትል ብወገኖም ዓቕሞም ዘፍቅዶ ጽገና ንምግባር ይሰርሑ ከምዘለዉ ኣረዲኦም። ኣመሓዳሪ ምምሕዳር ከባቢ ፍትሒ ኣቶ በርሀ ባዕሉ ብግዲኡ፣ ህዝቢ እቲ ምምሕዳር ከባቢ ቀጻሊ ወፈራ ማእቶት ብምግባር ዝተፈላለየ ስርሓት ከምዝዓመመ ብምግላጽ፣ እቲ ናይ ጽገና ስራሕ ብሓያል ወኒ ይትግበር ከምዘሎ ኣነጺሩ።
ነበርቲ ትሽዓተ ምምሕዳራት ከባቢ ተኾንዳዕ፣ ማእለውያ፣ ኣውሄንን መንደፈራን ንኡስ ዞባ ዓዲ ቐይሕ ንፅህና ከባቢኦም ብምውሓስ ተመሓላለፍቲ ሕማማት ንምክልኻል ብዝሓየለ ይነጥፉ ከምዘለዉ ገሊፆም። ኣብቲ ውፅኢት ዘሰላስልዎ ንጥፈታት ንምግምጋም ዝተኻየደ ኣኼባ ኣመሓዳሪ ንኡስ ዞባ ዓዲ ቐይሕ ኣቶ ብርሃነ እያሱ ኣብ ዝሃቦ መግለፂ ከባቢኻ ብፅሬት ብምሓዝ ውሕስነት ጥዕና ንምርግጋፅ ትሽዓቲኤን ዓድታት ንኣርባዕተ ኣዋርሕ ብዘካየደኦ ኣብቲ ውፅኢት ዘሰላስልዎ ንጥፈታት ንምግምጋም ዝተኻየደ ኣኼባ ኣመሓዳሪ ንኡስ ዞባ ዓዲ ቐይሕ ኣቶ ብርሃን ኢያሱ ኣብ ዝሃቦ መግለፂ ከባቢኻ ብፅሬት ብምሓዝ ውሕስነት ጥዕና ንምርግጋፅ ትሽዓቲኤን ዓድታት ንኣርባዕተ ኣዋርሕ ብዘካየደኦ ሓያል ፃዕሪ ሽሕን ክልተ ሚእትን ሓምሳን ሸውዓተን ዓይኒ ምድሪ ምስረሐን ተደሊቡ ንዘሎ ንቕሓት ዝምስክር ምዃኑ ጠቒሱ ተመዝጊቡ ዘሎ ዓወት ውፅኢት ናይቲ ዝተገብረ ጎስጓስ ከምዝኾነ ኣብሪሁ። ዋና ዳይረክተር ክፍሊ ማሕበራዊ ኣገልግሎት ዞባ ደቡብ ኣቶ ፍራንኮ ኩባባ ብወገኑ፣ ምስራሕ ዓይኒ ምድሪ፣ ጥዕና መላእ ሕብረተሰብ ብሓፈሻ፣ ናይ ኣደን ህፃንን ድማ ብፍላይ ንምውሓስ ዘለዎ ግደ ቀሊል ስለዘይኮነ፣ ምስራሕ ጥራይ ዘይኮነ ብግቡእ ምጥቃም እውን ክሕይል ኣዘኻኺሩ። ኣብ ዞባ ደቡብ ሓላፊ ከባቢያዊ ጥዕና ኣቶ መሓመድ መሓመድ ሳልሕ ድማ፣ ጥዑይ ሕብረተሰብ ውፅኢት ጥዑይ ኣከባቢ ስለዝኾነ፣ ነዚ ንምርግጋፅ ዝካየድ ዘሎ ፃዕሪ ውፅኢታውነቱ እናበረኸ ይመፅእ ከምዘሎ ብምምልካት፣ ተሪፈን ዘለዋ ዓድታት ተመሳሳሊ ዕማም ክፍጽማ ዘለዎ ጽኑዕ እምነት ገሊጹ። ነበርቲ ኣብ ዝሃብዎ ርእይቶ፣ ተሰሪሑ ዘሎ ዓይኒ ምድሪ ኣብ ጥዕንኦም ብሓፈሻ፣ ጥዕና ደቆም ድማ ብፍላይ ዘለዎ ተራ ቀሊል ስለዘይኮነ ከምዘይኮነ ብምጥቃስ፣ ኣብ ምዕቃብ ናይቲ ተሰሪሑ ዘሎ ዓይኒ ምድሪ ብሓላፍነት ከምዝሰርሑ ኣረጋጊጾም። እቲ ስራሕ ብምትሕብባር ኮሚቴ እቲ ንኡስ ዞባ ኣብ ሚኒስትሪ እቲ ስራሕ ብምትሕብባር ኮሚቴ እቲ ንኡስ ዞባ ምስ ሚኒስትሪ ጥዕና ከምዝተዓመ፣ ምስራሕ ዓይኒ ምድሪ ኣብተን ዝተረፋ ምምሕዳራት ከባቢ ድማ ክቕፅል ምዃኑ ኣብቲ ንኡስ ዞባ ሓላፊ ማሕበራዊ ኣገልግሎት ኣቶ ኣሰፋይ ቱርካይ ሓቢሮም።
ትማሊ ዕስራን ሓሙሽተን ነሓሰ ኣብ ዝተኻየደን ሚእትን ተስዓን ሸውዓተን ኪሎ ሜተር ዝሸፈነን ሳልሳይ መድረኽ ቮልታ ስጳኛ ኣውስትራልያዊ ተቐዳዳማይ ክለብ ኦሪካ ግሪንዊች ሚካኤል ማቲው ተዓዊቱ። ኣብ መወዳእታ ንዝነበረ ማእከላይ ዓቐብ ንምሕኳር ኣብ ዝተኻየደ ውድድር ብዙሓት ጉጅለታት ድሕሪ ምፍጣረን፣ ኤርትራዊ ተቐዳዳማይ ክለብ ኤምቲኤን መርሃዊ ቅዱስ፣ ካብ ተዓዋቲ ሚካኤል ማቲው ሓደ ደቒቕን ሰላሳን ሸሞንተን ካልኢትን ድሒሩ መበል ሰማንያን ሰለስተን ደረጃ ሒዙ። ብዘይካ'ዚ ዳኒኤል ተኽለሃይማኖት ክልተ ደቒቕን ዓሰርተ ሸሞንተ ካልኢትን ተፈንቲቱ መበል ተስዓን ሓደን ክወጽእ እንከሎ፣ ናትናኤል ብርሃነ ድማ ዓሰርተ ሽዱሽተ ደቒቕ ድሒሩ መበል ሚእትን ሰማንያን ኣርባዕተን ተርታ ሒዙ ውድድሩ ዛዚሙ። በዚ መሰረት ክሳብ ሕጂ ተኻይዱ ኣብ ዘሎ ሰለስተ መድረኻት ኣውስትራልያዊ ሚካኤል ማቲው ካብ ክለብ ኦሪካ ግሪንኤጅ ብትሽዓተ ሰዓትን ዒስራን ሸውዓተን ደቒቕን መሪሕነት ክሕዝ እንከሎ ኮሎምብያዊ ናይሮ ኩንታና ድማ ኣርባዕተ ካልኢት ጥራይ ድሒሩ ካልኣይ ደረጃ ሒዙ ይስዕቦ ኣሎ። ራብዓይ መድረኽ ቮልታ ስጳኛ ሎሚ ሰሉስ ዒስራን ሽዱሽተን ነሓሰ ካብ ከተማ ሴቪያ ተበጊሱ ናብ ኮርዶባ ሚእትን ስሳን ኣርባዕተን ኪሎ ሜተር ሸፊኑ ኣሎ። ጸብጻቡ ኣብ ዝቕጽል ዜናዊ ፈነወና ከነቕርቦ ኢና።